ሰላም ክቡራት ተኸታተልቲ ከመይ ቀኒኹም? እዚ ዜና መፅሄት እዩ። ዜና መፅሄት ከምቲ ኩሉ ሻዕ ነቕርቦ ንሎሚ መዓንቲ እውን ክልተ ርእስቲ ሒዘልኩም ቀሪበ ኣለኹ። እቲ ቀዳማይ ኣርእስቲ፣ ኣብ ኣብዚ ሰሙን እዚ ኣብ ሃገር ሽወደን ኣገዳሲ ኮይኑ ከዛርብ ዝቐነየ ጉዳይ ሓድሽ ናይ ኣሳይለም ሕጊ፣ እቲ ካልኣይ ኣርእስቲ ከኣ ብብዝሒ ኣብ ሽወደን ብፍላይ ኣብ ናይ ቴለፎን ኣጠቓቕማን ምስኡ ተሓዊሱ ዝመጽእ ዘሎ ናይ ገለ ትካላት ዝገብርዎ ዘለዉ ብዘይድልየትካ ናይ ገንዘብ ዘኽፍል ኣገባብ ብብዝሒ ሰባት ብኸምኡ ይውስእ ይብልዓሎምን ይውሰድን ስለ ዘሎ ንዕኡ ዝምልከት እውን እንታይ እቲ ጉዳይ ከመይ እዩ ክግበር ዘለዎ መብርሂ ክህብ ክፍትን እየ ንምክትታልኩም እንዳተጸበኹ ናብ እቲ ጉዳይ ክኣቲ እየ ኣብቲ ቀዳማይ ኣርእስትና ኣብ ጉዳይ ሚግሬሽን ሽወደን ኣብ ክልተ ሽሕን ዓሰርተ ሓሙሽተን ዝነበረ ዋሕዚ ስደተኛታት ልዑል ብምንባሩ ብሰንኪ እዚ ሽወደን ርእዮሞ ዘይፈልጡ ቁጽሪ ስደተኛታት ኣብ ሓደ ዓመት ማለት ሚእትን ስሳን ሓሙሽተን ሽሕ ኣብ ሓደ ዓመት ድሕሪ ምምጽኡ፣ እዚ ቁጽሪ እዚ ንምቕባሉን ንዕኡ ዘድሊ ነገራት ምምላእን ኣሸጋሪ ስለ ዝነበረ፣ ሽዕኡ እቲ ሕጊ ከም ብሓድሽ ብታህዋኽ ሓደ ጊዝያዊ ሕጊ ዝብል ወጺኡ። ኣብቲ ጊዝያዊ ሕጊ እቲ ቀዳማይ ዝተገብረ ነገር እቲ ሽወደን ቀንዲ ማግኔት ናይ ስደተኛታት ትኸውን ኣላ። ብብዝሒ ሰባት ንዓና ዝመርጹና ዘለዉ ኣዝዩ ልዙብ ዝኾነ ወይ ከኣ ኣዝዩ ርህሩህ ዝኾነ ናይ ኣሳይለም ፖሊሲ ስለ ዘለና ሰባት ጀርመን ሰጊሮም ዴንማርክ ሰጊሮም እዚ ኩሉ ሰጊሮም ናባና ይመጹ ኣለዉ ስለዚ ነዚ ዝገትእ ነገር ክንገብር ኣለና ካብ ዝብል ዝተወስደ ቀዳማይ ስጉምቲ እዩ ነይሩ። ንሱ ከኣ ነቲ ቀዋሚ መንበሪ ፍቓድ ዝነበረ ቀዋሚ ምዃን ተሪፉ ግዝያዊ ንኽኸውን ዝተወሰነ ማለት እዩ። ስለዚ ነዚ ግዝያዊ መንበሪ ፍቓድ ንሰለስተ ዓመት ተባሂሉ ወጺኡ ነይሩ፣ ተመሊሱ እውን ተናዊሑ ነይሩ፣ ሕጂ መጨረሻ እቲ ግዜ ግን ኣብ ጁላይ ወይ ከኣ ኣብ ሓምለ እዚ ዝመጽእ ዘሎ ናብ ቀዋሚ ሕጊ ክቕየር ስለ ዘለዎ ብዛዕባ እዚ ፖለቲካውያን ሽወደን ንነዊሕ ግዜ ክካትዑ ድሕሪ ምቕናይ እቲ ሕጊ ኢሎም ኣውጺኦሞ ዘለዉ ምስ ምቅይያራቱ ኦረዲ ኣብዚ ሰሙን እዚ ተገሊጹ ኣሎ። እቲ ረሚስ ዝበሃል ንዝተፈላለዩ ኣካላት ዝወሃብ ርእይቶኦም ክህቡ ነቶም ማሕበራት ናይ ሰብኣዊ መሰል ተጣበቕቲ ንኹሎም ይስደድ እሞ ኩሎም ርእይቶታቶም ህቡ እቶም ፖለቲካውያን ውድባት ውን ርእይቶታቶም ይህቡሉ። ኣብዚ ተባሂሉ ዘሎ ሕጂ ፎሽላግ ወይ ከኣ ቀሪቡ ዘሎ ሓሳብ እቲ ቀዋሚ መንበሪ ፍቓድ ዝበሃል ጠቕላላ ክተርፍ እንታይ ደኣ ግዝያዊ መንበሪ ፍቓድ ጥራሕ ንኽህቡ ከቐጽልዎ፣ ሓደ። ካልኣይ፣ ኣብቲ ቅድሚ ሕጂ ብዚ ናይ ግዝያዊ ሕጊ ትሪፎሞ ዝነበሩ ብሂማኒታርያን ግራውንድ ንብሎ ንዕኡ ውን ክትኣታቶ፣ ከምኡ ውን ንናይ ጂምናዝየ ተመሃሮ ዝኾኑ ሓተቲ ዑቕባ ንዕኦም ዝምልከት ውን ኣሻላሻሊ ናይ ሕጊ ዝተገብረሉ ኮይኑ ኣሎ። እቲ ቀንዲ ናይዚ ሕጊ ለውጢ ዝዓበየ ለውጢ ክፋሉ ግን ነቲ ቀዋሚ ዝነበረ መንበሪ ፍቓድ ጊዚያዊ ኮይኑ ንክኸይድ እዚ ከም ቀዋሚ ሕጊ ምትግባሩ ዓቢ ለውጢ ከምጽእ እዩ። ኣብቲ ናይቶም ዝመጹ ሰባት ቁጽሪ እውን ብኡ መጠን ጽልዋ ይፈጥር እዩ። ነዚ ድሕሪ ምግባር ኣብ ዝሓለፈ ዓመት ንኣብነት ብሰንኪ ኩሮና ተሓዊስዎ ሽወደን ዓሰርተ ሰለስተ ሽሕ ሰብ ጥራሕ እዩ መጺእዎም ኣብ ዓመት። ቅድሚኡ ዝነበረ ዓመት እውን ቅድሚ እቲ ኩሮና ዒስራ ሽሕ ሰብ እዩ መጺዎም። እዚ ማለት ከኣ ዒስራ ሽሕ ሰብ ክመጽእ ከሎ እቲ ብመንጽር ናይቲ ቅድሚ ሕጂ ዝነበረ ቁጽሪ ዝመጾ ዝነበረ ኣዝዩ ስለ ዝጎደለ ንብድሕር ሕጂ እውን እዚ ናይ ኩሮና ኩነታት ምስ ተወደኣ ከምኡ ክኸውን እዩ ዝብል ትጽቢት እዩ ዘሎ። ኣብ ፖለቲካውያን ውድባት ናይ ሽወደን ብዙሕ ክትዕ ኣምጺኡ ዝቐነየ ጉዳይ እቲ ናይ ጃንዋሪ ውዕል ዝበሃል ከም ኣልያንስ ኮይነን ጌረንኦ ዘለዋ ነዚ ክፈርስ ዩ እንድሕር ደኣ እዚ ዘይተጌሩ ዝብል ጠለባት እንዳምጹ እቶም ውድባት ነቲ ውዕል ምፍራስ ማለት ከኣ እቲ መንግስትነት ውን ምፍራስ ስለ ዘስዕብ ነዚ ንኸይከውን ኣብ እንካን ሃባን ተቐንዩ ኔሩ ኣብዚ ናይ ሊበራል ፓርቲ መራሒት ዝኾነት ንያንኮ ሳቡኒ ትበሃል እሳ ነቲ ናታ ርእይቶ ብፍላይ ከኣ ነቲ መንበሪ ፍቓድ ካብ ቀዋሚ ናብ ግዝያዊ ምዃን ከምኡ እውን ኣብ ናይ ዜግነት ጉዳያት እውን ዘቕረብዎ ሕቶታት ቅድሚ ሕጂ ነይሩ ንዕኡ ዝምልከት ተሪር ፖሊሲ ተሪር መንገዲ ዝኽየድ ዝነበረ እዚ ንደልዮ ዘለና እንተደይኮይኑ ክንስሕብ ኢና ካብቲ ናይ መንግስቲ ወይ ከኣ ኣብቲ ውዕል ዘለናዮ ናይ ጃንዋሪ ዝበሃል ዝነበረ ሕጂ እቲ ሚልዮፓርቲት እውን ብፍላይ እቲ ናይ ሰብኣውነት ዝበሃል ኣብኡ ክግበር ዘለዎ ሕድገታት ዝብል ተኣታትዩ ኣሎ፣ ግን ንመን ንመን ጥራሕ የጠቓልል ብዝብል ኣብኡ ተሰማሚዖም እቲ መንግስትነት ከይፈረሰ ንክኽየድ ይኽየድ ኣሎ። እቲ ስክፍታ ፈጢሩ ዝነበረ እቲ ሶሻል ዲሞክራትስ እሳቶም እዮም እቶም ሓደ ነቲ ንመንግስትነት ንክቐውም ዝዓበየ እጃም ዝነበሮም እሞ ንኹለን ነተን ምስኦም ዝነበሩ ኣብቲ ውዕል ዝኣተዋ ውድባት ንከእቡኑ ክብሉ ናይ እንካን ሃባን መስርሕ ክኸይድ እዩ ጸኒሑ። ኣብ መጨረሻ ከኣ እቲ ናይ ፍትሒ ሚኒስተር ናይዚ ዓዲ ዘሎ ሞርጋን ዮሃንሰን እዚ እቲ ዝዓበየ ለውጢ ተገይርዎ ዘሎ ኣብቲ ናይ ግዝያዊን ፐርማነንት፣ ቀዋሚን፣ መንበሪ ፍቓድ ዝብል ዝነበረ ናብ ግዝያዊ ጥራሕ ምቕያሩ ክኸውን ከሎ ብኻልእ ከኣ በዚ ተባሂሉ ዘሎ ፍሽላግ እንተተገይሩ ቀጻልነቱ ናይዚ ሕጊ እዚ ነዊሕ ኣይክኸውንን እዩ፣ ነዊሕ ክኸይድ ኣይክእልን እዩ ዝብል ርእይቶ ሂብሉ ኣሎ። ከምኡ'ውን ኣብያተ ክርስትያን ናይ ሽወደን፣ ናይ ሰብኣዊ ማሕበ ናይ ሰብኣዊ መሰላት ተጣበቕቲ ማሕበራት፣ ኩሎም ርእይቶታቶም ነዚ ሓድሽ ወጺ ዘሎ ናይ ኣሳይለም ሕጊ ሳዕቤኑ እንታይ ክኸውን ከም ዝኽእል እውን ክገልጹ ቀንዮም እዮም። እዚ ከምዚ ኢሉ ከሎ፣ ሓደ ካብቲ ቀንዲ ቀሪቡ ዘሎ ሓሳብ ሕጂ ኩላትና እውን ከነተንብሃሉ ዘለና፣ ካብ ሕጂ እውን ክንዳለወሉን ንዝመጹ ዘለዉ ሰባት እውን ወላ ዝኣተዉ ሓደሽቲ እውን ከነ ክንሕብሮም ዘለና፣ ከም ሃርሞኒ ሜድያ እውን ክንሕብሮም ይግበኣና ኢልና ንኣምነሉ፣ ሓደ ግዝያዊ መንበሪ ፍቓድ ዝወሰደ ሰብ ነቲ ግዝያዊ መንበሪ ፍቓዱ ናብ ቀዋሚ ንምቕያር ናይ ስራሕ ኣድላይነት ኣዝዩ ኣገዳሲ ይኸውን ኣሎ። ቀዋሚ ስራሕ እንተሒዝካ፣ በቲ ስራሕካ መሰረት መንበሪ ፍቓድካ ካብ ግዝያዊ ናብ ቀዋሚ ክቕየረልካ ከምዝኽእልን ምስኡ ከኣ ማዕረ ማዕሪኡ ንዜግነት ዘይኮነ ከምቲ ቅድሚ ሕጂ ዝተባህለ ቀዋሚ መንበሪ ፍቓድ ንምርካብ እውን ናይ ቋንቋ ፈተና ናይቲ ሕብረተሰብ ሽወደን ፈተና ክተኣታቶ ኣለዎ ዝብል ሓሳብ እውን ይቐርብ ኣሎ እዩ። እዚ ዋላ እኳ ብዙሓት ተሻቒሎም ይድውሉልናን ይሓቱና እንተሃለዉ ከሻኣል ዝግባእ ዘይኮነ እኳ ደኣ ንዕኡ ክትፈልጥን ዝያዳ ተገዲስካ ነቲ ትምህርትን ነቲ ቋንቋ ነቲ ካልእ እውን ምእንቲ ግዜ ክትህበሉ ዝገብር ስለዝኾነ ንዕኡ ከም ኣወንታ እንተጠመትናዮ ዝሓሸ እዩ በሃልቲ ኢና። ኣብኡ ዕድመ ዝደፍኡን ዓቕሚ ዘይብሎምን ንዕኦም ዝኸውን ሕድገታት ክግበር እዩ ኢልና ንጽበ፣ ኣብ ናይ ቅድሚ ሕጂ ዝቐረበ ሓሳብ ንዕኦም ነጻ ዝገብር ካብ ዕድመ ድዩ ካብ ደረጃ ትምህርቲ ድዩ ንዕኡ ኣብ ግምት ዘእተወ ነገር ክግበር ከምዝኾነ ተሓቢሩ ነይሩ እዩ። ስለዚ እቲ ቀዋሚ መንበሪ ፍቓድ ዝወሰደ ሰብ ጠቕላላ ዜግነት ክወስድ ኣይክእልን እዩ ማለት እዩ። ዜግነት ንምውሳድ ቅድመ ኩነት ቀዋሚ መንበሪ ፍቓድ ክህልወካ ኣለዎ። ቋሚ መንበሪ ፍቓድ ዘይብሉ ሰብ ናይ ዜግነት ሕቶ ከቕርብ ኣይክእልን እዩ ወላ እቲ ግዝያዊ እንዳሓደሰ ዝኸይድ ዶ ነይሩ ግዝያዊ ማለት ከኣ ሓደ መዓልቲ ኣብ መጻኢ ኩነታትኩም ናይ ሃገርኩም ተቐይሩ ስለ ዘሎ ናብ ሃገርኩም ክትምለሱ ኢኹም ተባሂሉ ፍቓድ መንበሪ ናይ ሰባት ክሕደግ ከም ዝከኣል ከኣ እዚ ኩሉ ሻዕ ኣብ ትጽቢት ክንገብሮ ኣለና። እዚ ንኸይከውን ከኣ እቲ ዝግበር ዘሎ እንድሕር ደኣ ንቋሚ ኣብዚ ናይ ምጽናሕ ዕላማ ዘለዎ ኮይኑ እቲ ሰብ እቲ ቋንቋ ምኽኣል ድዩ እቲ ዝድለ ዘሎ ረቋሒታት ናይ ስራሕን ካልእን ምምላእ ኣዝዩ ኣገዳሲ ስለ ዝኾነ እቲ ዕላማ ናይቲ ፖለቲካ እውን ሰባት ከመይ ገይሮም ቀልጢፎም ስራሕ ሒዞም መንበሪ ፍቓዶም ኣቐይሮም እቲ ዘሎ ናብ ስራሕ ዘተኮረ ኣከያይዳ ንኽተኣታቶ ብምባል እዩ ዝግበር ዘሎ። ስለዚ እቲ ቀዳማይ ክፋል ነዚ ሓድሽ ናይ ሚግሬሽን ሕጊ ኣብ ጁላይ ከም ድወጽእ ዑቕባ ዝሓቱ ሰባት ግዝያዊ መንበሪ ፍቓድ ክወሃቦም ምዃኑ እቲ ካልእ ዝነበረ ሕግታት ከኣ ከምቲ ዝነበሮ ምልውዋጥ ዘይተገብረሉ ክኸይድ እዩ። እተን ቀንዲ ምልውዋጥ ንብለን ዘለና እዘን ግዝያዊ መንበሪ ፍቓድ ቀዋሚ ምዃን እቲ ሰብኣዊ ብሰብኣውነት ዝበሃል ምትእትታው ካልእ እውን ብዝርዝር ኣብቲ ወጺኡ ዘሎ ጽሑፋት ክረኣ ይኽእል እዩ። ንሕና ንዕኡ ዝምልከት ኣብ ታሕቲ ወላ ብሽወደን ከተንብብሉ ትኽእሉ ነገር ብትግርኛ ዘሎ ሓበሬታ እውን ኣብ ታሕቲ ከነስፍረልኩም ክንፍትን ኢና እቲ ቀዳማይ ክፋል እዚ ዝበልክዎ እዩ ነይሩ ኣብ ካልኣይ ክፋል ክኣቱ ከለኹ መብዛሕቶም ናይ ቴሌፎን ኣገልግሎት ወሃብቲ ፋክቱራ ናይቲ ዝህቡኻ ኣገልግሎት ጥራሕ ዘይኮነ ብኦም ኣቢልካ ብቴለፎን ኣቢልካ ካብ ካልእ ንዝገዛእካዮ ኣገልግሎት እውን ኣብቲ ፋክቱራ ናቶም ገንዘብ ወሲኾም ይሰዱ እዮም። ብዙሓት ኔሽን ስቴት ዝበሃሉ ወይ ከምኣቶም ካልኦት ካምፓኒስ ግን እቲ ሰብ ከይፈለጠ ብኸመይ እዩ ቁፅሪ ናብኦም ገዲፍዎ ንብዙሓት ሰባት ንሰሙን ሓምሳ ክራውን ዘኽፍል ኣገልግሎት ንህበካ ኣለና ብልዎ እቲ ሰብ ግን ታይቲ ኣገልግሎት ከማን ኣይፈልጦን እዩ ፋክቱራኻ ብንጹር ርኢኻ። ናይ ቴለፎን ጥራሕ ዲኻ ትኸፍል ዘለኻ ወይስ ካልእ ትካል ውን ወሲኹልካ ኣሎ ብንጹር ርኢኻ? እንድሕር ድኣ ተወሲኹልካ ከኣ ደው ከተብለሉ ትኽእል መንገዲ ቀሊል እዩ። ንዕኦም ወላ ጉግል ጌርካ ኣቲኻ ከመይ ጌረ ደው ከብሎ ይኽእል ምስ በልካ ኣብኡ የርእዩኻ'ዮም። ብዙሓት ኣብዚ ሰሙን እዚ ክመጹና ዝቐነዩ ብኸምኡ ገንዘብ ዝተወስዶም ናብ ዕዳ ዝኣተዉ መንእሰያት ኣብ ሓደ PFI dot se ዝብል ትካል ዝሰደሎም እዩ። ናብኡ ደዊልና ምስ ሓበርናዮም ኩሉሻዕ እዚ ከምዚ ጌርኩም ኢኹም ከተሰርዝዎ ትኽእሉ ሰሪዝናዮ ኣለና ብሎም እሞ ተማላሊሶም ከኣ እቲ ፋክቱራ ይሰዱሎም። እዚ ከምዚ ዓይነት ተርእዮታት እንዳበዝሐ ኸይድ ስለዘሎ ብፍላይ ኣቖልዑት ህጻናት ዝጥቀምሉ ተኾይኖም ቴለፎናት እሳቶም ከይፈለጡ እውን ክኣትውዎ ዝኽእሉ ዌብሳይታት ስለ ዝኸውን፣ እቶም ከምኡ ትካላት ከኣ ብቐረባ እወ፣ ኖ፣ ጥራሕ ጠዊቕካ ትኣትዎም ስለ ዝኾኑ፣ ቀጻሊ ፋክቱራኻ ተኸታቲልካ እንድሕር ደኣ ተወሳኺ ወጻኢታት ኣብኡ'ሎ፣ ንዕኡ ነቲ ተወሳኺ ወጻኢታት ካበይ ከም ዝመጸ ርኢኻ ደው ከተብለሉ እትኽእል ሜካኒዝም ከኣ ቀሊል ስለ ዝኾነ መብዛሕቶም ስቶፕ ኢልካ ሓንቲ ቁጽሪ እላ ኣብኣ ዝሰዱልካ ናብኣ ተሰዲድካ ካብ ሎሚ ደው ኣቢልናዮ ኣለና ዝብል መረጋገጺ እዮም ዝሰዱልካ። እዚ ሰኣን ምግባር ግን ሰባት ናብ ዘየድሊ ዕዳን ናብ ዘየድሊ ኮለልን ይኣትዉ ስለ ዘለዉ እዚ ሓንቲ ትካል ኣይኮነትን ኣዝዮም ብዙሓት እዮም ብዛዕባ እቲ ዝመጸካ ፋክቱራ ካበይ ምኻኑ ምስ ረኣኻ ነታ ኣብኣ ዘላ ሽም ወሲድካ ኣብ ጉግል እእቲኻ እንተ ጽሒፍካያ ብዛዕባ ከምኡ ዘማረሩ ርእይቶኦም ዝጸሓፉ ገንዘቦም ዝተበልዑ ብዙሓት ዝዘርዘርዎ ኣብኡ ኣብቲ ፎረም ናይ ናይ ለዝብ ኢህን ሚህን መበሊ ስለ ክጸንሓኩም ዝኾነ ብኸመይ መንገዲ ደው ተብልዎ ከኣ ብቐሊል ኣብኡ ክትረኽብዎ ትኽእሉ ኢኹም። እዚ ሰኣን ምግባር ግን ወርሒ መጸ ገንዘብ እንዳውጻኻ ክትከፍልን ኣብ ዕዳ ክትኣቱን ቅኑዕ ስለ ዘይኮነ ንዘይተጠቀምካሉ ኣገልግሎት ክትከፍል እውን ግቡእ ስለ ዘይኮነ ነዚ ዝምልከት እውን ኣብ ፖሊስ ኩልሻዕ ዝወጽእ ቢድራገር ኣሎ ከምዚታት ሓበሬታ እንደገና ኣብ ኮንሱመንትቨርከት እውን ኣሎ ኣብኡ ኣቲኻ እውን ምንባብ ይከኣል ብዛዕባ እዚ ዝምልከት ኣብ ኮንሱመንትቨርከት ዘሎ ኣብዚ ታሕቲ ክንዝርዝረልኩም ኢና ኣቲኹም ኣብኡ ክትርእይዎን ካብኡ ከኣ ተወሳኺ ሓበሬታ ክትረኽቡን እንዳመኸርና ኣብዚ ሰሙን እዚ ካብ ዝመጸና ሕቶታት ንገለ ሕቶታት መሊስና ክንከይድ ኢና። ካብ ገለ ተሳተፍቲ ዝመጸና ሕቶ ብዛዕባ ዕዳ ምለሱ ዝበሃሉ ኦካሳ ዝወስዱ ሰባት ሞኒ ኣካሳ እንዳወሰዱ ግን ካልእ ኣክቲቪቲ ናይ ትምህርቲ ድዩ ናይ ስራሕ ድዩ ገለ ዝገብሩ ሰባት እቲ ቀንዲ ጠንቂ ዝረኸብናዮ እንታይ እዩ ሰባት ሓድሽ ለውጢ ክገብሩ ከለዎም ክሕብሩ ከም ዘለዎም ዝኾነ ይኹን ንስራሕ ድዩ ንትምህርቲ ድዩ ዝትንክፍ ለውጢ ክትገብሩ ከለኹም ክትሕብሩና ኣለኩም ዝብል ክሪስ ዝገብሮ ምልክት ይገብረሉ እሞ ኣብ መጨረሻ ግን ወይ ስራሕ ወይ ትምህርቲ ወይ ካልእ ኣክቲቪቲ ምስ ጀመረ ከይሓበረ ይተርፍ። ብዘይ ምሕባሩ ከኣ እሳቶም እቲ ገንዘብ ሱቕ ኢሎም ይኸፍሉኻ እሞ ኣብ መጨረሻ ግን እታ ሓበሬታ ምስ በጽሑዋ ነተን ዝኸፈልናካ ናይ ዓመት ብሙሉኣን ምለሰን ንብሉዎም። ሚእትን ሰማንያን ሚእትን ሓምሳን ሚእትን ሱሳን ሽሕ ይበጽሕ ብዙሓት ከምኡ ምለሱ ይበሃሉ። እዚ እቲ ዝወሰድኩሞ ስለ ዘይግበኣኩም ኣይኮነን። ንኽግበኣካ እንተኾይኑ ግን ግቡእ ሓበሬታ ክትሕብር ኣለካ እዩ። እንተ ሓቢርክሞም ኦኬ ክብሉ ይኽእሉ እዮም ኦኬ ቀጽሉ ክብሉ ይኽእሉ እዮም ስለዚ ኩሉ ሻዕ ኦካሳ ዘለኩም ሰባት ትገብርዎ ዝኾነ ይኹን ኣክቲቪቲ ምንቅስቓስ ሓቢርካ እዚ ክወስድ ግባእ ድዩ ኣይግባእን ድልካ ካብኡ መረጋገፂ ከይወሰድካ ምግባር ፅቡቕ ኣይኮነን ምክንያቱ ኣዝዮም ብዙሓት ሰባት ከዓ ከምኡ ዕዳ ምለሱ ዝበሃሉ ስለ ዘለዉ ካልእ ብተዛማዲ እቲ ሰባት ቅድሚ ሕጂ ካብ በዓል ኢትዮጵያ ናብዚ ስድራቤት ከምጹ ከለዉ ዝነበረ መስርሕ ኣብ ኢትዮጵያ ሕልኽላኻት ይፍጠሮ እሞ ብዙሓት ሰባት ንሕና ክንውድኣልኩም ኢና ክንገብረልኩም ኢና ኢሎም ኣብ ምጭብርባር ኣእትዉ ከምዘለዉ ሓበሬታታት ብብዝሕ ይመጽእ ስለዘሎ ኣብዚ ውን ሰብ ምጥንቃቕ የድልዮ ብዝተጨርበ ብናይ ሰባት ካልኦት ጌሮም ካልኦት ሰባት ዝመጹሉ ኩነታት ካልእ እውን ተመሳሳሊ ነገራት ዝስዕብ ስለዘሎ ኣብዚ ጥንቃቐ ከድሊ እዩ። ብፍላይ ነቶም ብማዕብኔው ዘለዉ ንክሰልጦም ክብሉ ጥራሕ ድገብርዎ ነቲ ዘሎ ኩነታት መዝሚዞም ንዕኡ ኣብ ረብሓ ዘውዕልዎ ብዙሓት እውን ስለዘለዉ ኣብዚ እውን ቁሩብ ምጥንቃቕ ከድሊ እዩ። ገለ መጺእና ዝቐነየ ሕቶታት ምስኡ ዝተኣሳሰር ስለዝኾነ ዝያዳ ኣብ ግዚኡ ከኣ እንታይ እዩ ርኢና ኣስፊሕና ከነቕርቦ ተስፋ ንገብር። ንሎሚ ግን እዚ ዘቕረብኩልኩም እዩ ነይሩ ኣብ ዝቕጽል ነቕርቦ መደባት ኣብ ከምዚ ጉዳይ መብርሂ ምደለና ኣብ ከምዚ ጉዳይ ሓበሬታ ምደለና ትብልዎ ነገር እንተሎ ክትሓቱናን ከም ልሙድ ንሕና እውን ነቲ ሕቶታትኩም ንዝምልከቶም ሰባት ሓቲትና ወይ ከኣ ካብ ዝምልከቶ መርበብ ሓበሬታ ሓበሬታ ኣኪብና ናባኹም ከነብሎ ኢና ንሎሚ ኣብዚኣ ደው ከብል እየ